ማንም መጺኡ ካብ ውሽጥና ክወስዶ ኣይክእልን እዩ እስኻ ትበልዖ መግቢ ባዕልኻ ተደየምሊስካዮ ኢድካ ኣእቲኻ ዲኻ ዋላ ማይ ኣብዚሕኻ ካልእ ሰብ መጺኡ ካብ ከብድኻ ዝኣተዎ መግቢ ከውጽኣካ ኣይክእልን እዩ ባዕልኻ ኢኻ ተውጽኦ ስለዚ እቲ ንዓና ሃገርን ሃገራውነትን ወይ ሃገራውያን ምዃንና ከኣኒ ማንም ማንም ማንም ዝላል መጺኡ ካብ ውሽጥና ክወስዶ ኣይክእልን እዩ ምኽንያቱ እቲ ሃገርን ሃገራውነትን ዝበሃል ልክዕ ከምዚ ስታምፓ ኣብ ውሽጥና ተላቢስናዮ ኢና ከምዚ ናይ ሓጺን ዓረ ክወጽእ ኣይክእልን እዩ ንዕኡ ዝተሰርሐ መድሃኒት የለን። ነቲ ሃገርን ሃገራውነትን ብሃገሩ ብፍቕሪ ሃገሩ ዝነድድ ንዕኡ ክዕንቅፍ ድመጽእ ኣብ ካልእ ኣንፈት ክጠውዮ ድመጽእ ምስ ጸላኢ ንኸሳሲ ድደፋፍኦ ጸላኢ ክዕንቅፍ ኣይክእልን እዩ ምኽንያቱ ኣብ ውሽጥኻ ስለ ዘሎ መን የውጻልካ ባዕልኻ ብድልየትካ ብገዛእ ፍቓድካ ኢኻ ሸተት ትብል እምበር ማንም ሰብ ሸተት ከብለካ ኣይክእልን እዩ። እዚ ሸተት ኣቢልዎ፣ ሸተት ኣቢላታ፣ ገለ ገለ ዝበሃል ምሳይ ኣይሰርሕን'ዩ፣ ምስ ኣእምሮይ ኣይሰርሕን'ዩ፣ ሸተት ከብለኒ ዝመጽእ ባዕለይ ኣብቲ ንዓይ ከቐምጠኒ ዝደለዮ ቦታ ኣብኡ'የ ደቐምጦ። ስለዚ ሃገርን ሃገራውነትን እቲኣ ዝብላ ካብ መጀመርያ ኣብዛ ቲክቶክ እንዳመጻኹ ወሲያይለያ፣ ሕጂ እውን ክደግማ'የ፣ ንሕና ሃገርን ሃገራውነትን ክንላበሶ ክንክእል ኣለና፣ ደጋዊ ጥራይ ዘይኮነ ውሽጣዊ ኣብ ውሽጥና ክስመር ክኽእል ኣለዎ። ማንም ከውጽኣልና ኣይክእልን እዩ። ሓድነት ማለት እንታይ ማለት ድዩ? ኣብ ሓደ ምዃን ማለት እኮ እዩ። እዚኦም ኣግኣዝያን ድዮም ገለ ዝበሃሉ ትማል ኣብ ሓደ ገዛ ተራኺብና ኔርና። እንታይ ማለት እዩ ሓድነት ኢሎምኒ። ሓድነት እንታይ ምዃኑ ነጊረዮም። ሓድነት ማለት ኣብ ሓደ ምዃን ማለት እዩ። እቲ ትሽዓተ ሓደ እዩ። ሓደ እዩ። እቲ ትሽዓተ ሓደ እዩ። ሓደ ዕላማ፣ ሓደ መትከል፣ ሓደ መንፈስ፣ ሓደ ህርመት ልቢ፣ ሓዱ ብሓንቲ ኦክስጅን እዮም ዘተንፍሱ እሲኦም ትሽዓተ ሲ ኣብ ዝተፈላለየ ሃገር መዓስ ኣለዉ ኮይኖም ኣበይ ድዮም ደለዉ ኣብ ሓንቲ ሃገር እኳ እዮም ደለዉ ኤርትራ ትበሃል ሃገር ኣብኣ ኣለዉ ሓንቲ ኦክስጅን የተንፍሱ ሓንቲ ዕላማ ኣላቶም ሓንቲ መትከል ኣላቶም ሓንቲ ኤርትራ ኣላቶም ስለዚ ነዚኦም እዚኦም ከኣ ኣብ ሓደ ጥርኑፋት እዮም ሓንቲ እዮም ነቲ ሓደ ብሄር እንድሕር ሃሪምካዮ እቲ ሓደ ክነብዕ ከሎ እቲ ሓደ ኣፍንጭኡ እቲ ሓደ ኣፍንጭኡ ክህረም ከሎ እቲ ሓደ ዓይኑ ነብዕ ማለት እዩ ዝ ምፍላይ ዝብሃል ነገር የለን ንዓና ክፈላልየና ዝደሊ ንባዕሉ ጥራይ ክፍ ንዓና ክፈላልየና ዝመጽእ ብዓሌት ዶ ብሃይማኖት እዚ ዝኸይድ ዘሎ ካበይ ይምንጩ እንታይ ይምንጩ ኩሉ ንፈልጦ ኢና ንሕና መን እዩ ሃንዳሲኡ ንፈልጦ ኢና ኣብዚ ግን ተዛሪብናሉ ምክንያቱ ድሕሪ ኣብዚ ተዛሪብናሉ መን ሃንዳሲኡ ምዃኑ እሱ ክከላኸል ክጅምር እዩ ወይ ካልእ እንታይ ድበሃል ካልእ መንገዲ ክፈጥር ይኽእል እዩ ከምዘይፍለጥ ንሕና ግን ኣይነግሩና እቲ ዘድልየና ንሕዞ ነቲ ዝምልከቶ ከዓ ኣምልከቶ ማለት እዩ ካባና ንላዕሊ ዝምልከቶም ኣብዚ ታሕቲ ኣለዉ ዝርእይዎ ኩሉ ነገር ጓል ሳሕል እንታይ ትዛረብ ርኢ ወዲ ሳሕል እንታይ ይዛረብ ርኢ ወዲ ናቕፋ እንታይ ይዛረብ ወዲ ቋሩራ እንታይ ይዛረብ ኹሉ ድሪዑ ኣካላት ስለ ዘለዉ ንዓና ይምልከት ንዓና ዝም ንዓይ ዝምልከተኒ ጊን ኣብዚ መጽየ ኣብዚ ክመጽእ ከለኹ ኣነ ብሃገረይ እየ ዝዝምር ንሃገረይ ክዕንቅፍ ዝመጽእ ወይ ከኣ ነቲ ሃገሩ ሃገረይ ዝበለ ክዕንቅፍ ዝመጽእ ካልእ ውዲት ዘሎ ከኣ ንዕኡ ከተፍሽሎ በቃ ምፍሻል ምፍሻል ንሕና ሃገር ኣላትና ኤርትራ ትበሃል ሃገር ኣላትና ካብ ሃገርናን ካብ ህዝብናን ካብቲ ሓድነትናን ከነቓንቐና ዝመጽእ ጊን ንዑ ምኽንያቱ እዛ ሃገር እዚኣ ዋጋ ዝተኸፍላ ሃገር እያ ብናይ ማንም ዝላን ኣብ ፍቆዶ ሽዋ ዝነበርካ ኩትፎ ዶ ጥብሲ ዶ ዝልዝል ዶ ትበልዕ ዝነበርካ ነቲ ትማሊ ዋጋ ዝኸፈለ ቆጽሊ ዝበልዔ ማይ ሓሬት ዝሰተየ ኣብ ሓመድ ዝደቀሰ ኣብ እምኒ ዝተሰርኣሰ ኣብ ሑጻ ዝደቀሰ ብዋግኡ ክትቋመር ኣይትኽእልን ኢኻ ፍጹም እትኹን እትኹን ብዘየገድስ ማለት እዩ ሎሚ ሎሚ እያ ንሕና ናይ ዘልኣለም ሃገር እምበር ናይ ዘልኣለም ረብሓ የብልናን። ንጹር ክኸውን ማለት እዩ እዚኣ መልእኽቲ እዚኣ ንሕና ናይ ዘልኣለም ሃገር ከምዚ ኣብ ኣምላኽ እንተ ተጸጊዕኻስ ናይ ዘልኣለም ህይወት ድበሃል ምሽ ኣሎ ቃል ናይ ኣምላኽ ንሕና ከኣ ናይ ዘልኣለም ሃገር እምበር ናይ ዘልኣለም ታሽሙ የብልና ናይ ዘልኣለም ሃገር እያ ዘላትና ካብዚኣ ዘለኹዋ ክነቓንቐኒ ዝኽእል ፍጡር የለን ብገዛ ፍቃደይ እንተ ተንቀሳቒሰ ግን ናተይ ጉዳይ እዩ ማለት እዩ ስለዚ ንሕና በዓላት ኣለና ክብርታት ኣለና ንኽብርታትና ዝትንክፍ ወይ ንኽብርታትና ብካልኦት ጌሩ ዘተንክፍ ከኣ ብምንታይ ኢና ንሕና ንጠልዖ ባዕልና ንፈልጦ ማለት እዩ። ሃገርና ሃገር እዚኣ ሃገር እዚኣ ሃገር ሰማእታት እያ። ተሰንኪሉላ እዩ፣ ተሰዊኡላ እዩ፣ ዋጋ ተኸፊሉላ እዩ። በዚ ዋጋ እዚ ክጣላዕ በዚ ዋጋ እዚ ክቋመር ኣይተፈለጥኩን ኢሉ ካልእ ውዲት ዝሰርሕ ግን ንሕና ንፈልጦ ኢና ጽቡቕ ጌርና ኢና ንፈልጦ ጽቡቕ ጌርና ኢና ንፈልጦ። ንጸላኢ ጽቡቕ ጌና ንፈልጦ ጸላኢ ሓያል ክኸውን ይኽእል እንድዩ ጸላኢ ብውሽጢ ውሽጢ ካልእ ክሰርሕ ይኽእል እንድዩ ደይ ንሱ ክመስል ይኽእል እንድዩ ንዓኻ መሲሉ ክመጽእ ይኽእል እንድዩ እና ግን ንፈልጠኩም ኢና ጓልኩም ወድኹም ኣብቲ ሃልው በታ ሃልው ጽቡቕ ጌርና ንፈልጠኩም ብዓሌት እንታይ ተውእዱ ትገብሩ ብንህዝቢ ምምቕቓል እንታይ ትገብሩ ምስ ጸላኢ ወድጊ ወጊንኩም ኣብዚ እንታይ ዓይነት ኣጀንዳ ትፍንዉ እንታይ ዓይነት ሓበሬታ ትህቡ ኩሉ ብኢድና እዩ ጓል ሳሕል እያ እኔ ኣብ ሜድያ ድዛረብ ኣብዚ ሚድያ እዚ ኩሉ ሪከርድ እዩ ዝከውን እፈልጥ እየ ንምንታይ ኢካ ከምኡ ትብል ኔርክ ተሎም ንኩሉ ብጭብጢ መን እያ መን እዩ ኮፍ ኮፍ ኮፍ ኮፍ የደብሎ ኣራይ እዚ ኣበይ ኮይነ እየ ዝዛረቦ ዘለኩ ኣብዚ ኣብዚ ኣብዚ ሶሻል ሚድያ እየ ዝዛረቦ ዘለኩ ሕጂ ኣብዚ ሶሻል ሚድያ እንታይ ኣሎ መሲልኩም ክብርታት ክብሉ ዝጸንሑ እሞ ነቲ ክብርታት ዝትንክፍ ሰብ ከኣ ስፖርት ገብርዎ ሕጂ ዱዎ ጆኮ ዱዎ ፌስ ቱ ፌስ ገለ ክጻወቱ ኢዮም ዝደልዩ ከምዚ ዳብል ፌስ ገለ መለ ንሕና ሻዕብያ ኢና ዓደስ በሊዕና ቦጅቦጅ በሊዕና ኢና መጺና እቲ ቪታሚናት ኣብኡ ደሎ ጽቡቅ ጌሩ ነቲ ሚሞርና ሓጻጺቡ እንታይ ድገብሮ መሲልኩም ነቲ ጸላኢ ዓይኑ ከፍጥጥ ከሎ ንሕና ከኣ ወላ ብድቁስናት ንለልዮ ኢና ኣፍጢጡ ክመጽእ ከሎ ወላ ብድቁስናት ንፈልጦ ኢና ንምባል ኢዩ ሕራይ ዶ? ሕጂ ንሕና ክብርታት ኣለና፣ ነዚ ክብርታትና እዚ ከኣ ማራ ኢና ማራ ኢና ንሕልዎ፣ ንዕኡ ከጽድብ ድመጽእ ከኣ ንሕና፣ መን ይኹን ብዘየገድስ፣ ሕጂ ንሕና ጸገማት ከጋጥመና ከሎ ከም ሰብ ማለት እዩ፣ ንሕና ከም ሰብ፣ ከም ሰባት፣ ከም ኤርትራውያን፣ ከም ዜጋ፣ ዝኾነ ይኹን ጸገም ከጋጥመና ከሎ ኩሉ ግዜ ብሓንሳብ ክንከውን ኣለና። ኣብ ሓደ ክንከውን ኣለና ድኾነ ሰብ ሰብ ጸገም ኣጋጢምዎ ሰብ ምዃኑ ጥራይ እኹል እዩ ሕልና ድበሃል ነገር ኣሎ ሕልና ከኣ ሰብኣውነት እዩ ሐራይ ሕልና ሰብኣውነት እዩ ኣይኮን ዶ ንሓውኻ ወዲ ዜጋኻ ገለ ገለ ደይኮነስ ኣብዚ ንነብሮ ሃገር ኣብዚ ደገ ዝኾነ ሰብ ኣብ ጽርግያ ሕልፍ ኢልካ ክትርእዮ ከለኻ ተሸጊሩ ገለ ክትርእዮ እንከለኻ ዝኾን ነገር ትህብ ኢኻ ምሽ ይውሓድ ይንኣስ ብዘየገድስ ግን ሕልናኻ ውሽጥኻ ስለ ዝእዘካ እኮ እዩ እቲ ውሽጥኻሲ ባእ ከምዚ እንዳረኣኻዮስ ከመይ ጌርካ ረጊጽካዮ ትኸይድ ከምዚ እንዳረኣኽዮስ ከመይ ጌርኪ ረጊጽካዮ ትኸዲ ዝብል ውሽጥኻ ኣሎ ዘንቀሳቕሰካ ነገር ማለት እዩ ሓራይ ሕጂ ሓገዝ ገለ ክብሃል ኮሎሲ እቶም ገለገልዮኹም በዚ ዎሽ ብሬን ናይ ጸላኢ ኣይትኹኑ መሳርሒ ናይ ጸላኢ ኢኹም ትኾኑ ደለኹም ህዝቢ ኤርትራ ብምንታይ እዩ ድፍለጥ መሲልኩም መለለይኡ ህዝቢ ኤርትራ ብምንታይ ይፍለጥ ተደጋጋፋይ ህዝቢ እዩ ብጣዕሚ እዩ ዝደጋገፍ ደንጋጻይ ህዝቢ እዩ ለዋህ ህዝቢ እዩ ከዓ ማለት እዩ ኣይኮን ዶ ንሓዉ ንኤርትራዊ ሲ ብፍላይ ኣነ ብሊብያ ገለ ይመጻኹን ብሊብያ ኣይመጻኹን ግልጺ ማለት እዩ ሶሻል ሚዲያ እዩ ሊብያ ገለ ዝበሃል ኣይረገጽክዎን ኣይመጻኽዎን ብኡ ግን ብኡ ዝመፁ ሰባት ክምስክሩ ከለዉ እንታይ ይብሉ መሲልኩም እዞም ብፍላይ እዞም ጎረቤትና ኤርትራውያን ሲ ለዋሃት እዮም ይብሉ ኤርትራውያንሲ ለዋሃት እዮም ንሓዉ ደዊሉ ኣብ ኣሜሪካስ ወይ ንሓፍታ ንሓፍታ ደዊላ ኣብ ኢሮጳሲ ሓጊዛትኒ እኳ እያ ንነብሳ ተሓጊዛስ ንዓይ ሓጊዛትኒ ኢሎምሲ ጎረቤትናስ ይምስክሩ ሕጂ ማዕረ ክንደይ ኢና ንተሓላለ ማለት እዩ ሕጂ ኩቡር ባህሊ ኣለና ንሕና ተሓላለይቲ ህዝቢ ኢና ንዝወደቐ ሓውና ነተስእ፣ ንዝደኸመ ሓውና ሞራል ንህብ፣ ንዝተጸገመ ሓውና ብ ዝኾነ ነገር ንሕግዞ ኢና። መለለዪ ናይ ህዝቢ ኤርትራ ምትሕግጋዝ እዩ። ጎረቤትና ባዕሎም እዮም ዝምስክሩልና። ዝኾነ ጸገማት ክመጾም ከሎ እንታይ እዮም ዝብሉ ባዕሎም ንሶም መሲልኩም? እዚኦም ኤርትራውያን ረኣይዎም። ዝኾነ ጸገም ከጋጥሞም ከሎ ንሶም ብሓንሳብ በቃ ረኣይዋ ነዛ ከምዚኣ መሊኦማ ነቲኣ ከምዚኣ ሓጊዞማ ንሕና ንምንታይ ናብኦም ንኸውን ኢሎምስ ነንባዕሎም መራጨቱ ኔሮም እዝኩሬ ቅድሚ ሰለስተ ዓመት ኣብዚ ቅድሚ ሰለስተ ኣርባዕተ ዓመት ማለት እዩ ሓንቲ ነገር ከኣ ኣብ ሂወተይ ዘይርስዓ ናይ ሜድያ ማለት እዩ ዮናስ ዝበሃል ሓደ ሓውና ኣብ ኤርትራ ኮይኑ ናይ ደም ካንሰር ድዩ ገለ ኣጋጢምዎ ኔሩ ሽዕኡ እቲኣ ናቱ እታ ሽሙ ተፈንያ ብዚ ማሕበራዊ መራኸቢታት ማለት እዩ ምስ ተፈነወሲ ሰለስተ ሚእቲ ሽሕ ድዩ ገለ እዮም ተሓቲቱ ነይሩ ሽዑ እንታይ ትዛረቡ ኣለኹም ኣነ ደይርስዖ ብ ሂወተይ ምሽ ኣሎ ትርስዖ ደይትርስዖ ነጋር ትዝክሮ ነገር ኣሎ ንሳ ከኣ ደይርስዓ እቲ መጠን ናይ ገንዘብ ብዙሕ ኣይዝኮነ ሰለስተ ሚእቲ ሽሕ ድዩ ገለ እዩ ነይሩ እቲ ጎፋውንድሚ ምስ ተባህለ ሽዕኡ መጀመርያ እቲ ናቱ ቪድዮ መጺኡ እንዳተቐንዘወ ከሎ ብሙሉ ዝብዝለሉ ሃገራዊ ሓሚሙ በቃ ሓሚሙ ማለት እዩ እቲ ናቱ ቪድዮታት ብሙሉእ ፖስት ንብሎ ኔርና ደሓር ሓገዝ ተባሂሉ ጎፋውንድሚ ተኸፊቱ እቲ ጎፋውንድሚ ምስ ተኸፈተ ኣብ ናይ ነብሲ ወከፍ እቶም ሃገራውያን ጽቡቅ ጌሬ ዝዝክሮም ናይ ሽዑ ሰዓት ደለዉ ኣለዉ ደየለዉ ከኣ ኣለዉ ከኣ ከዕርፉ ደለዮ ማለት እዩ ኣብ ነናቶም ነቲ ጎፋውንድሚ ሲ ሰቂሎሞ ኣብቲ ናቶም ኣካውንት ኣብቲ ናቶም ባዮ ኣብኡ ሰቒሎሞ ኣብ ደድኣትውዎ ገዛ ከኣ ኣብዚኣ ኣላትኩም በጃኹም ዓቑምሁም ኣብዚኣ ኣላትኩም በጃኹም ዓቑምሁም ኣብ ደድኣትውዎ ገዛ ወላ ኣብ እንዳ ጸርፊ ኣትዮም ወላ ኣብ ደይምልከቶም ክስታይ ኣትዮም ኣብኡ ኣትዮም ይጉስጉሱ ኔሮም ማለት ንጉስጉስ ኔርና ደሓር እንታይ ተባሂሉ እቲ ገንዘብሲ ተባሂሉ እቲ ንዮናስ ዝዋጻእ ደሎስ ካብቲ ድበልናኩም ንላዕሊ ስለዝኾነስ ጠጠው ኣብልዎ በጃኹም ጠጠው ኣብልዎ ተባሂልና በቃ ጠጠው ኣብልዎ ካብቲ ተባህልኩሞ ንላዕሊ ኮይኑ ስለ ዘሎ ኤርትራውያን ኣሕዋት ብጾት ብሙእ ልኹም ኣቋርጽዎ ተባሂልና እቲ ገንዘብሲ ይኸይድ ኔሩ ካብ ዓቐን ንላዕሊ ካብቲ ተተሓተተ ንላዕሊ ኢዩ ኔሩ ማለት ኢዩ ህዝቢ ገሪምዎ ጸላእትና ይኹኑ ጎረቤትና ይኹኑ ተገሪሞም ማለት ኢዩ እቲ ናይ ብሓቂ መልክዕ ናይ ኤርትራዊ ኸኣ ንሱ ኢዩ ክትፈልጥዎ ማለት ኢዩ ነዚ ባህሊ እዚ ባህልን ክብርን እኮ ማዕረ ኢዩ እንድሕር ክብርታትካ እትንከፈካ ኣሎ ባህልኻ ከኣ ማዕረ ማዕሪኡ ከም ድኾነ ክትፈልጥ ክትክእል ኣለካ ስለዚ እንድሕሪ ኣብዚ መጺና ክብርታትና ትንከፍ ኣሎ እንድሕር ንብል ኮይና ባህልታትና ከኣ ትንከፍ ከም ደሎ ከኣ ክትፈልጡ ኣለኩም ህዝቢ ኤርትራ ብሓገዝ ብምድግጋፍ ንሓዉ ምትሳእ ንሓዉ ሞራል ምሃር ምሃብ በዚ ይፍለጥ ስለዚ ነዚ ክቡር ባህሊ ናትካ ከኣ እሕሊፍካ ንጉዋና ካይትህብዎ ካብዚ ከኣ ክትጥንቀቁ ኣለኩም ኩሉ ግዜ Of course ስውኣትና ክጽረፎና ክጽረፉና ክለዓሉና ፍቃደኛታት ኣይኮናን ፍጹም ከምኡ ከኣ ስንኩላትና ማለት እዩ ከምኡ ከኣ ተጋደልትና እዚኦም ዋጋ ድከፈሉ እዮም ሓራይ ዋጋ ድከፈሉ እዚኦም ክትንከፉና ከለዉ ነብሲ ወከፍ ኤርትራዊ እቲ ንዓይ ድስምዓኒ ናይ ብሓቂ ስምዒት ክስምዖ ክክእል ኣለዎ በሃሊት እየ ኣነ ስለዚ እሶም ክብርታትና እዮም ምሽ እሶም ጀጋኑና እዮም ክብርታት ክንብል ከለና ከኣ ባህልታት ከኣ ክመጽእ ኣለዎ። ባህሊ ሕብረተሰብ፣ ባህሊ ናይ ህዝቢ ኤርትራ እንታይ እዩ? ብምንታይ ይልለ ህዝቢ ኤርትራ? ህዝቢ ኤርትራ ተሓጋጋዛይ ደንጋጻይ ህዝቢ እዩ። ደንጋጻይ። ንሓዉ ወዲቑ ዝርኣዮ መን ኢኻ እንታይ ዓድኻ እንታይ ሃይማኖትካ ድበሃል ኣብ ኤርትራዊ የለን። እዚ ኣብ ሚድያ ንርእዮ ከኣ ናይ ጸላኢ ናይ ጸላኢ ተልእኾ እዩ። ኣነ ናይ ጸላኢ ከሳሲ ኣይደልን እየ። እቲ ናይ ጸላኢ ግን ከምክኖ ጥራሕ እየ ዝደሊ ሓሳቡ። ምኽንያቱ ንህዝበይ ክፈናጭለለይ ኣይደልን እየ። ኣብ ምፍንጫል ብዙሕ ረብሓ እዩ ድገብር ጸላኢ ነቓዕ እዩ ድደሊ ነቓዕ ጸላኢ ነቓዕ እዩ ድደሊ ንቲ ጎቦ ኣፍሪሱ ነቓዕ ደልዩ ክኣትው እዩ ድደሊ ስለዚ ህዝቢ ኤርትራ ክፋናጨል እቲ ዘይነበሮ ዝነበሮ ባህሊ ከጥፍእ ኣነ ፍቓደኛ ኣይኮንኩን ምክንያቱ እንድሕር ተፈንጭልና በቲ ዋሕድና በቲ ውሑድ ህዝቢ ኢና ንሕና ውሑዳት ህዝቢ ከልና ሲ ኣብ ጥምረት እዩ ደሎ ምድማዕ ህዝቢ ኤርትራ ዝተቃሊሱ ሲ ንደርጊ ብምንታይ ድዩ ስዒርዎ ሰራዊት ናይ ሰራዊት ናይ ደርጊ እኮ ሽሾ እዩ ኣፅዋሩ ከዓ እዚ ይበሃልኒ ማለት እዩ ዝነበሮ ባጤራ ከኣ መወዳእታ ኣብሉን ንዓና ንሕና ክንወዳደሮ ይንክእል ኢና በቲ ብዝሒ ናቱ በጽዋሩ ይኹን ብባጤርኡ ኹን ወላ ብሰራዊቱ ተገረላይ ውሕጅ እዩ ነይሩ ብሳሕል ብምንታይ እዩ ስዒርዎ ንደርጊ ብሓድነት ብሓንሳብ ስለ ተጠመሩ እኮ እዩ ልዕሊ ኩሉ ከኣ ሚስጥር ሚስጥር ዝበሃል ነገር ኣሎ ሚስጥር ሚስጥር ኣነ ንሓደ ብጻየ ዘ ወጽን እየ ማለት ብሚስጥር እዩ ተዓዊቱ ህዝባዊ ግንባር እዚ ክትፈልጡ ልዕሊ ኩሉ ከኣ ሚስጥራውያን እዮም ሻዕብያ ሚስጥራውያን እዮም ሚስጥር ናቱ እንድሕር ኣስሊኽኳሉ ከዓኒ ወዲእኻ ኣለኻ ማለት እዩ ምኽንያቱ እቲ ቀንዲ ናቱ ንዕኡ ደዐወቶ ሚስጥር እዩ ሚስጥርን ሓድነትን ኣብ ሓደ ምዃን ሕጂ እንድሕር ሚስጥር ደስልኽ ኮንካ ኮኑ በቃ እንድሕር ሓንቲ ድፋዕ ከተፍርሳ እንድሕር ተዘራሪብካ ኣለኻ ሃላይ ኣይትበለኒ ነዴኻ በላ በጃኻ ናይ ምንታይ ሃላይ ተምሃር ኣብ ዝኾንካ ኣብ ዝኾንካ ተምሃር ተምሃር እሞኒ እቲ ኣነ ኤርትራዊት እየ ሓራይ ኤርትራዊት ብኤርትራውነቱ ከማንሲ ኣብዚ ክገልጽ ኣይደልንየ ፍቃደኛ ኣይኮንኩን ጊን ኩሉየ ድፈልጦ ናይ ሻዕብያ ኩሉየ ድፈልጦ ቢኮዝ ኣነ ሻዕብያ ባዕለይ ኦርጅናል ሻዕብያ ኣነ ሐራይ ኣብዚ መጺኻ ወይ ተማሃር ወይ ከኣ ንግደፎ ነዚ ገዛ ዕዝር በል እንዶኒ እንታይ ኮንካ ትጻረፍ እንታይ ደጻርፍ ነገር ኣለካ ሕጂ ንሻዕብያ ወይ ንሻዕብያ ንህዝባዊ ግንባር እቲ ዘዐወቶ እንታይ ድዩ ሓደ እቲ ኣብ ሓደ ምዃን ሓደ ሓደ ምዃን ውሑድ ህዝቢ እኮ እዩ ውሑድ እዩ ከወጽዩ ንሳሕል ድወጽእስ ውሑድ እዩ ግን ኣብቲ ናቱ ዋሕዲ እንታይ እንታይ መሲሉኩም ሓድነት ድበሃል ነገር ኣሎ ኣብ ሓደ ተጠሚሮም ኣስላማይ ዶ ክርስትያናይ ዶ ወዲ በዚ ዓዲ ዶ በቲ ዓዲ ዶ ገለ ዶ ብ ብ ብ ብእኽሊ ብመሬት ገለ ገለ ድጽዋዕ ኣዊ የለን የለን ኩላኻ ሓደ ኢኻ ከማን ካብቲ ኣዴኻን ኣቦኻን ዝወለዱልካ የሕዋትካ ትፍ ትፈትዎም ነቶም ኣብ ሳሕል ድነበሩ ኢኻ ሞር ትፈትዎም ክነግረኩም ግልፂ ክነግረኩም ኣነ ካብቲኦም ደቂ ከምዚ እየ ደ- በዴኻ ብ- ኣዴኻን ኣቦኻን ዝወለዱልካ ነቶም ኣብ ሳሕል ዝነበሩ ድፈልጦም ካብ ኩሉ ተኣኻኺቦም ድመፁ ንዕኦም ሞር ኣፍቅሮም እዚኣ ከዓ ክትፈልጡዋ ኣላትኩም እሶም እዮም ኣሕዋተይ ንዓይ ኣሕዋተይ ስድራይ ኣቦይ ኣደይ ኣሕዋተይ እሶም እዮም ንዓይ ንዓይ እሶም እዮም ካ- ካብ ኣደይ ንላዕሊ ካብ ኣቦይ ንላዕሊ ነቶም ኣብኡ ዝነበሩ እሶም እዮም ንዓይ ምስኦም እየ ነይረ ኣነ ጓል ሳሕል እያ ኣነ ኦሪጂናል ጓል ሳሕል እየ ሓራይ ሕጂ እቲ ንህዝባዊ ግንባር ዘዐወቶ ሚስጥር እዩ ሚስጥር ሚስጥር ዝበሃል ነገር ኣሎ ሚስጥር ሓደ ንዓይ ኣካል ናይቲ ሰራዊት ኮይኑ ወይ ሓላፊ እዩ ኮይኑ መራሕ መስርዐይ ድዩ መራሕ ጋንታይ ድዩ መራሕ ሓይለይ ድዩ ሓንቲ ድፋዕ እንድሕር ትፈርስ ኣላ ኢሉኒ ኮይኑ እንድሕር ነጊሩና እንድሕር ሓበሬታ መጺእና ኣነ እንድሕር እዚኣ ሚስጥር እዚኣ ኣስሊኸያ ኦሬዲ እቲ ድፋዕ ክን- ከነፍርሶ ንሓስብ ዘለና ጸላኢ ተቆጻጺርዎ ኣሎ ቀዲሙ እቲ ሚስጥር ስለ ዝወጸ ከባና ተቆጻጺርዎ ኣሎ ማለት እዩ። ንህዝባዊ ግንባር ደዐወቶ ከኣ ሚስጥር እዩ። ሚስጥር ደስርኮሉ ንህዝባዊ ግንባር ከኣ ከም ቀዳማይ ጸላዩ እዚኣ ትፈልጥዋ ኣላትኩም። ስለዚ ህዝባዊ ግንባር ንምንታይ ተዓዊቱ ንደርጊ ብምንታይ ስዒርዎ ደርግስ ሓያል እዩ ነይሩ ኣጽዋር ነይርዎ ሰራዊት ነይርዎ ብዝሒ ሰራዊት ነይርዎ ሽሾ ነይርዎ ኩል ነይርዎ ባጤራ ነይርዎ ደነበሮ ነገር የለን ከመይ ገይሩ ሻዕብያ ስዒርዎ ውሑድ ውሑድ እኮ እዩ ነይሩ ሚስጥር ሚስጥርን ሓድነትን ኣብ ሓደ ምጥማር ማለት እዩ። ኣስላማይ ዶ ክስታናይ ዶ ወዲ ከምዚ ዓዲ ኢኻ ዶ በቲ ጫፍ ኢኻ ዶ በቲ ማእኸል ኢኻ ዶ ድበሃል ነገር የለን። ሕጂ ንሕና ከኣ እቲ ናይ ኣቦታትናሲ ኣትሊስት ማለት እዩ ክንወርሶ ክንክእል ኣለና። ሚስጥራውያን ክንከውን ክንክእል ኣለና። ፈቃራት ክንከውን ክንክእል ኣለና። ደይንፈልጦ ሰብ ምስኡ ሻሂ ሰቲና ደይንፈልጥ ኣብ ኤርትራ ብሽም ኣብዚኣ ፕሮፋይል ጸውዒ ኣብዚኣ ናይ ላዕሊ ገይሩልካ ሽሙ ወዲ ከምዚ ስለ ዝበለካ በቃ ካይ ፈተኻ መጺኻ ብፕላስትር ትጣባበቕ ምስኡ ምስኡ ሻሂ ሰቲኻ ኣይትፈልጥ ኣብ ኤርትራ ብሓንሳብ ማይ ወሪድኩም ኣይትፈልጡ ብሓንሳብ እንዳ ውራይ ተራኺብኩም ኣይትፈልጡ ኣብ ደኾነ ተራኺብኩም ደይትፈልጡ ማለት እዩ ኣብዚ መጺኹም ግን ትሳጋሰግዎ ግረፎ ከምኡ ዓይነት ነገር ኤርትራዊ ብኤርትራውነቱ ጥራይ ክትቅበልዎ ክትክእሉ ኣለኩም እዚ እንድሕር ተቐቢልኩሞ ከኣ ንኹሉ ነገር ክስዕሩ ክንስዕሮ ኢና ከምቲ ቅድሚ ሕጊ ዝሰዓርናዮም ጌና ክንስዕሮም ኢና ኣብ ማእኸልና ኣትዮም ኣለዉ ዶ እወ ኣትዮም ኣለዉ ብዙሓት ኣትዮም ኣለዉ ብዙሓት ኣብ ውሽጥና ኣትዮም ኣለዉ ዶ? እወ ኣትዮም ኣለዉ። ኣብ ሃገርና ነቲ ዝምልከቶ ኣብኡ ኣሎ መንግስቲ፣ ኣብኡ ኣሎ ሰራዊት ባዕሉ ክቆጻጸሮም። ኣብዚ ሶሻል ሚድያ ከኣ ንርእዮ ንሕና ከኣ ንሕና ጥራሕ ኢና ነበርዕኖ። ንዕዚ ነዚ ክሕተና እንድሕር ኮይኑ ከኣ ወላ ካብ ምሕታት ኣይኮነ ዋጋ ክንከፍለሉ ኢና። ኣብ ውሽጥና ኣትዮም ኣለዉ ዶ? እወ ኣትዮም ኣለዉ። ከመይ ጌሮም ኣትዮም ንዓና መሲሎም ኣትዮም ኣለዉ። እንታይ ይገብሩ ኣለዉ? ይበታትኑና ኣለዉ። ከመይ ጌሮም ይበታትኑኻ ኣለዉ? ይሕስዉልካ፣ የላኽዑኻ የናግዑኻ ቪድዮ ኣብዚኣ ዝዛረባ ለለኹ ንኣብነት ሓንቲ እስከ ፍሮወይኒ ንበላ ፍሮወይኒ ሽማ ኣብዚ ቲክቶክ ትነጥፍ ንኣብነት እየ ድብል ለለኹ ሃገራዊት እያ ኣብዚኣ ኮይነ ኣነ ኣቲ ፍሮወይኒ ኣቲ ከልቢ ኣንቲ ረሳሕ ጽንሒ ንዓኽስ ንዓይ ከምዚ ኢልክኒ ንዓኽስ ከርእየኪ እየ ንዓኺ ጠልጠል ተደቢለኪ ኣነ ጓል ሳሕል ኣይኮንኩን ኢለ ተዛረብኳ ኣብዚኣ ተወዲኣ ምሽ ትዕጾ ነይርዋ ኣብዚኣ ባንዴራ ዝተኸደኑ ንዓይ ድመስሉ ንዓኺ ድመስሉ ንዓኻ ድመስል እንታይ ይገብራ እንታይ ይገብራ ነዛ ኣነ ተዛረብኩዋ ቪድዮ ቁርጽ ኣቢለን እዋይ ፍረወይኒ ሓፍተይ ሎምዓልቲ እታ ጓል ሳሕል ድብልዋ እዛ ጋዕጋዕ ክጸርፈኪ ውዒላ ክንዳኺ ክንዲ ሕጻብ እግርኺ ዘይትመጽእ እዛ ረሳሕ እዚኣ ክጸርፈኩ እካ ንዓይ ጸሪፋትኒ እቲኣ ሕጂ ኣይረኣያትንን ከበረ የብላን ኣብ ስርሓ ድያ ኣብ ገዛኣ ድያ ምስ ደቃ ድያ ገሊኣ ውዒላ ኣይሰምዐትን ራኢ ሕጂ ከመይ ጌሮም የበላልዑኻ ኣብቲ ሓድነት ናይ ኤርትራ ምብትታን ክኸዱ ከለዉ ማለት እዩ ኣምጽኣ ኣቢላ እቲኣኻ ንዓይ ጸሪፋትኒ ወንታይ ኢለ ጸሪፋትኒ እታ ጓል ሳሕል ድብልዋ ሓንቲ ስዲ እዚኣ ጸጊባ እንድያ ደላ ጸሪፋትኪ እሞ ስኺ ከኣ ጓል መትከ መትከላዊት ከለኺ እኳ እያ ኣነ እኮ መትከላዊት ምዃና እኮ ኣምነላ እየ ዝኾነ ነገር ስለ ዘራኽበና ግን ተጋጭና ኣለና ማለት እዩ መትከላዊት ኮለ ካብ ሃገራውነት እኮ ዕሸተት ክተብለኪ ደልያ ዋ እንታይ ገይረ እየ ኣነሲ ብቐደመ ህይወት እንክፍ ኣቢለ እያ ነይረ ገሌላ ትብላ ሽዑ እንታይ ትገብር እሞ ከስምዓኪ ዶ ትብላ ኣስምዐኒ እስከ ትብላ እታ ፍሮይንኻ ብገርሃ ማለት እዩ እቲ ኣብ መንጎ ኣትዮም ደለዉ ፀላእቲ ዝሰርሕዎ ውዲት እዮ ዝነግረኩም ደለኹ ፅንሐ በለ ከስምዓኪ ኢላ ነቲ ደዓይ ዝቐድሓትኒ ተስምዓ ምሰስማዓታ እንታይ እያ ትኸውን እዛ ኣንቲ ፍረወይኒ ኣቲ ከልቢ ኣቲ ረሳሕ ጽንሒ ከርእየኪ ንዓ ክድብላ ነበርኩ ምሰስማዓታ ኣብ ስምዒት ትኣቱ ሽዑ ፍረወይኒ እንታይ ትገብር ገዛ ትኸፍት ገዛ ምስ ከፈተት ከ ንዓይ ትጸርፈኒ ሽዑ ንዓይ ምጸረፈትኒ ከ እታ ደብጻሓትላ ቆሪጻ ሽዑኡ ናይ ክልቴና ጌራ ፖስት ትብሎ ብፌክ ኣካውንት ፖስት ትብሎ በቃ ሽዑ ኣነ ካኣ ረስን ኣነ ካኣ ምልስ ሽዑ ኣብ ኣብ ሓደ ዝነበሩ ቶም ሃገራውያን ኣብዚ ቲክቶክ ማለት እየ ምሳይን ምሳኣን ዝነበሩ ኣብ ክልተ ምቀሉ እንታይ ይኸውን እቲ ሓደ ናተይ ቲፎዞ ኸውን እቲ ሓደ ካኣ ንቲፎዞ ናይቲ ኣኸውን ሕጂ መቃቂሎምና ዶ መቃቂሎም መቃቂሎምና እወ ኣብ ውሽጥና ኣለዉ ዶ ኣለዉን ፈረቃን ተዓጢቆም ዶ ኣይድቅሱን እዮም ስለዝኽፈሉ ፀላኢ ስለዝኸፍሎም ኣይድቅሱን እዮም ንግሆ ኣለውኡ ቀትሪ ኣለውኡ ምሸት ኣለውኡ መዓት ኣካውንታት ፌክ ኣካውንት ኣለዎም እሶም ሕጂ እንታይ ይኾኑ ኣብቲ ሓደ ገዛ መፁ ሽዑ ውርዝያት ይኾኑ ውርዝያት ኮይኖም ሰላም ደቂ ኤረይ ደቅና ሓላል መሬት ከመይ ሓዲርኩም በቃ ኢሎም ሽዑ ከምዚ ጥዑያት ኮይኖም ከዓ ዛረቡ ንሕና ግን ንፈልጦም ኢና ከም ንፈልጦም ስለ ንፈልጦ ከዓ እንታይ ክገብሩ ደልዩ ንዓና ከጥፍኡና ደልዩ ኣይንጠፍእና ንሕና ደርጊ ይጥፍኣና ደርጊ ዝበሃል ደርጊ ዝበሃል እንስሳ ነይሩ በዚ ድበልዕ በዚ ድጎስዕ ሚድያ ኣይንጠፍእ ካብ ባይታ ኣይንጠፍእ ካብ ገለ ኣይንጠፍእ ንጠፍኣሉ ኣብነት ንፈርሓሉ ኣብነት ከኣ የለን ንሕና ወላ ምስ ሸይጣን ኢና ንገጠም ብሃገራውነት ዝመጸና ምስ ሸይጣን ኢና ንገጣጠም ኢናፍ ኢስ ኢናፍ ኦኬ ካልእ ንሕና ተጋደልቲ ናማራ ኢና ነኽብር ተጋደልትና ንፈቱ ኢና ብጣዕሚ ኢና ንፈትዎም ንተጋደልቲ ኤርትራ ብጣዕሚ ኢና ንፈትዎም ከምዚ ከማይ ደለኹም ትፈትዎም ተጋደልቲ ካብቶም ልፀርፉ ገዲፍኩም ከምዚ በዓል ኣድጊ እዚ ኣድጊ መረቅ ኣድጊ ታጋዳላይ ይብሉ ተጋሪ ዶ ይፈልጥ ብዛብ ገዛውቲ ናይ ተጋደልቲ ሓሊፉ ዶ ይፈልጥ ገለ ንታጋደልቲ ትፈትዎም ግን ከምዚ ከማይ ማለት እዩ ናዓይ ክነግረኩም ታጋደልቲ ማለት ናዓይ ከምዚ በቃ ኣብ ትሕቲ ኣምላክ ድሕሪኦም ሰብ የለን በሃሊ እየ እመኑ። ኣብ ትሕቲ ኣምላኽ ድሕሪኦም ሰብ ደሎ ኮይኑ ኣይስምዓንን እመኑ ኣይትእመኑ ፍሉይ ስምዒተይ እየ ኣነ ዝገልጽ ኣብ ስምዒተይ ምግላጽ ካን ዝቃወመኒ ኣካል የለን ንዓይ ፍሉያት እዮም ካልኣይ ግዜ ከኣ ክድገሙ ዘይክእሉ ጀጋኑ እዮም በቃ ጀጋኑ መትከላውያን ጽኑዓት ሰብ መትከል እዮም ተረርቲ ከም ሓጺን ዓረ ካብ መትከሎም ነቕ ዘይብሉ ንደርጊ ኣስናኑ ኣርጊፎም ዝመጹ ጀጋኑ እዮም ንዓይ ሕጂ እንታይ እየ ክብል ደልየ እዚ ኩሉ ክገልጸልኩም ዝጸናሕኩ ኣበይ እያ ክትበጽሕ ደልያ ገለ ትብሉ ኣለኹም ኣነ ሓፈሻዊ ምስቲ ናይ ዘለኒ በዓል ምስቲ ናተይ ሎሚ መዓልተይ ትፈልጡ ኢኹም ምሽ ሸሞንተ መጋቢት ኩሉ ግዜ ክነጥር ክዘልል ወዳ ወዶ ስለ ትርእዩኒ ግን ንዓይ ዘይመልከተኒ እዩ ዝመስለኩም ይመስ- ይመልከተኒ ፈረቓ ይመልከተኒ እዩ ክትፈልጡ ማለት እዩ እንድሕር ብክነጥር ጥራይ ወዲ ኮይነ ዝረኣየኩም እንድሕር ኮይነ ግን ደሓን በዓል ደቂ ተባዕትዮ ክበሃል ከሎ ከማን ክትዕድሙኒ ትኽእሉ ኢኹም ክነጥር ክእል እየ ሽግር ዝበሃል የብሉን ሕጂ ስፔሻሊ ነዞም ሃገራውያን ኣብዚ ቲክቶክ ትውዕሉ ክብርታት ኤርትራ ምሽ ንሕና በዓላት ኣለና በዓላትና ነኽብሮ ክብርታትና ከኣ ነኽብሮ ምሽ ሕጂ ተጋደልቲ ስንኩላን ከምዚ ውጻእ መዓት እዮም ውጻእ መዓት እዮም ውጻእ መዓት እዮም ተጋደልቲ ኤርትራውያን ስንኩላን ውጻእ መዓት እዮም ከም ልክዕ ከም ስውኣትና ነኽብሮም of course ዒስራን ኣርባዕተን ሰዓት ንሕና ኣብዚ ንነብረላ ዘለና ካብ ንግሆ ተሲእና ክሳብ ምሸት ንዓና ኩሉ ግዜ ኣብ ልብና እዮም ምናልባት ገለ ገለ ሰባት ንጥቕምኹም ክትብሉ ዲኹም ኣብዚ ቲክቶክ ገለ ገለ ሰባት ትዛረቡ ኣለኹም ንጥቕሚ ሪኢኹም ንረብሓኹም ጌጋ መልእኽቲ ተሕልፉ እንዲኹም ከምኡ ዓይነት ነገር ኣቋርጽዎ ንሕና ሰማእታት ኤርትራ ትዌኒ ፎር ኣወርስ ኣብ ውሽጥና እዮም ዕስራን ኣርባዕተን ሰዓት ክንድቅስ ምሳና ክንትስእ ምሳና ኣብ ጉዕዞና ሂወትና ምሳና እዮም ማለት እዩ ኩሉ ግዜ ምሳና ብሌን ዓይንና እዮም እዚኣ ክትፈልጥዋ ስንኩላን ኤርትራ ከኣ ውጻእ መዓት እዮም ካብኦም ደፍሊ እሶም ብስንክልና ወጽዮም እቲኦም ከኣ ብመስዋእቲ ከኣ ሓሊፎም ማለት እዩ። እዚኦም ክልቲኦም ንሃገር እዮም ሰንኪሎም፣ እቲኦም ከኣ ንሃገር ተሰዊኦም ማለት እዩ። ንዓና ብሌን ዓይንና እዮም፣ ብሌን ዓይንና። እዞም ገለ ገለ ሳባት ንስንኩላን ኤርትራ ክትርእይዎም ከለኹም ትላጎጽሎም ከኣ ጽባሕ ንግሆ ዘይትወጽዎ ነገር ካይተብሉ ተጠንቀቑ። ሓደ ማህረምቲ ለለዎ ናይ ርእሲ እንድሕር ርኢኹም ጽሉል እዩ ትብልዎ። ጽሉል ኮይኑ ይኮል ንዓኻ ንስኻ ንክትጥዒ ንስኻ ረጊጽካ ንክትከይድ ንስኻ ኮሪዕኻ ንክትከይድ ነቲ ባዕዳዊ ደርጊ ዝባሃል ብድሕሪኡ ዝመጸ ወራራት ዝተሃረመልካ ስንኩል ኤርትራዊ ክተኽብሮ ዩ ዘለካ ስንኩልንኡ ክተኽብረሉ ዩ ዘለካ ምኽንያቱ ንዓይ ክብል ዩ ገሊኦም የዒንቶም ዝሰኣኑ ብርሃን የዒንቶም ዝሰኣኑ ከምዚ ናተይ ኣፍጢጦም ክዛረቡ ገለ ገለ ጠፊእዎም ኣይኮነን ነብሶም ፈትዮም እንተዝፈትዉ ኔሮም ማለት ዩ ንዓይ ብርሃን ክህቡኒ ኣነ ኮሪዐ ክኸይድ ኣነ ተረጋጊኤ ክኸይድ፣ ናጽነተይ ክእውጅ፣ ኤርትራ ትበሃል ሃገር ክትህልወኒ፣ ባንዴራይ ኣብ ዓለም ንኸተንበልብል፣ ንዓይ ብርሃን ንኽህበኒ የዒንቱ ዝሰኣነ ትላገጹ ሰባት ከኣ ኣቋርጹ ማለት እዩ። ስፔሻል ብካልእኹም ተላገጹ። ብስንኩላን፣ ብተጋደልቲ፣ ብሰማእታት ትላገጹ ሰባት ጊን እመኑኒ ሕማቕ ዋጋ ክትከፍሉ ኢኹም። ብሓቂ እየ ዝብለኩም ዘለኹ ቀሊል ነገር መስለኩም ንስኹም ከምዚ ቀሊል በቃ ሶሻል ሚድያ እዩ ኣበይ ከይረኽቡኒ ክላእ ክርስዑ እዮም ህዝቢ ኤርትራ ረስዓይ ኣይኮነን ኣብዘይ ዝነኪ ሸለል በሃሊ እዩ ንግዚኡ ሸለል ዝብለካ እምበር ኣይርስዕን እዩ ናይ ገመል ዓሌት ኣለና ኤርትራውያን ናይ ገመል ዓሌት ኣለና ተጠንቀቑ ስለዚ ከምዚ ሕጂ ናይ ተጋደልቲ ነምጽእ ምሽ ንጥቅዖ ኢና ኣብዚ ማልያ ገለ ኣብ ማልያ ጌርና ንጥቅዖ ኢና ካብቶም ዓበይቲ መራሕትና ክሳብ ቶም ዝተሓቱ ተጋደልትና ንምንታይ ንሕበነሎም ስለ ዝኮና እኮ እዩ እቲ ጅግንነቶም እቲ ቅይኦም እቲ ታሪኮም እቲ ኩሉ ትሕበነሉ ነገር ኢካ እኮ ኩሉ ግዜ ስፖርት ትገብሮ ኣብ ጎንካ ትገብሮ ትሓቅፎ ኩሉ ግዜ ብኡ ትዛረብ ስለ ትሕበነሉ ኣነ ብተጋደልትን ብጣዕሚ እየ ድሕበ ከምኡ ከኣ ብዋርሳይ ማለት እዩ ናብ ካልእ ካይትፈናጭልዋ ኣለኩም ኣብዚ ትመቃቅሉ ምክኒት ትደልዩ ኩፉኣት ግብሪ ስለ ዘለኩም ኣነ ንኩሉ ንመሬት ኤርትራ ዝወድቀላ ኩሉ እየ ዘኽብሮ ማለት እዩ ስፔሻሊ ግን ብዛዕባ ተጋደልቲ ሓደ ሓደ ነገራት ክዛረብ ስለ ዘለኒ እየ ዝዛረብ ዘለኹ ሕጂ ኣምጺና ንተጋደልቲ ኤርትራ ሲ ኣብ ማልያ ገለ ንጥቀዖም ኢና ምሽ ሓቀይ ሃገራውያን ኣብዚ ሚድያ ዘለና ንጥቀዖም ኢና ምሽ ኣብ ማልያ ጌርና ንጥቅዖም ስእልታቶም ሕጂ ጽቡቅ እዩ ኣይጸልኦን እየ ኣነ ብጣዕሚ እዩ ደስ ዝብለኒ ከምኡ ክትቅጽሉ ብጣዕሚ እዩ ደስ ዝብለኒ ግን ሓንቲ ነገር ስእልን ስእልን ኣብቲ ርያሊትን ሓደ ኣይኮነን ይፋላለዩ ምሽ ሕጂ ንዓይ ቁልቁል ኣፈይ ደፊኦም ገለ ሓመድ ተጌሮምኒ who cares ንምንታይ መሲልኩም ስእሊ እያ እታ ወሲዶማ ዶ ኣለዉ ስእሊ እያ ወረቀት እያ ወረቀት ተቀዲድካያ ትድርበ እያ ነዚኣ ነዚኣ ግን እዚኣ ኣነ እዚኣ ዝውንና ቆርበተይ ኣብዚኣ ክትንክፍ ድኽእል ፍጡር ግን ከም ደየሎ ጽቡቅ ጌረ እየ ድፈልጥ ነዚኣ ኣብ ስእለይ ነታ ስእለይ ወረቀት ወረቀት እንድያ ቁልቁል ኣፋ ምሽ ደፍዋ I don't care ንዑ እሱ ከማን ጉዳየይ ኮይኑ ይፈልጥን ነዚኣ ጊን መጺኡ ብኣካል ነዚኣ ሒዙ ቁልቁል ኣፋ ክደፍኣ ደይኮነ ኣብዚኣ ጽንጺኣ ክትንክፈኒ ብዛ ቁርበተይ ድክእል ፉጡር የለን እየ ድብል ኣነ እዙ በሃሊት እየ ስለዚ እንድሕሪ ንተጋደልትና ማዕረ ክንድዚ ነክብሮም ኮይና ነዞም ናይ ሶሻል ሚድያ እንድሕሪ ማዕረ ክንድዚ ኣብ ማልያ ጠቂዕና ብእኦም ንሕበን ኮይና ንምንታይ ኣብቲ ግዜ ጸገማቶም ኣብ ጎኖም ጠጠው ደይንብል ጸገም ከጋጥሙ እንከሎ ሓገዝ ሓቂ ዘረባ ጸገም ኣጋጢሙኒ ኢሎም ከማን ኣፎም ከፊቶም ዝዛረቡ ኣይኮኑን ሳምታይምስ በዓል ናይና በቃ ምሻሎ በዓልና ክንዛረበሎም ስለ ንደሊ እምበር እሶም ከምዚ ሼም ዝስምዖም እዩ በቃ ከምዚ ኒሕ ኣለዎም ተሓወኹ ሓወኹ እንተ ሓለፈለይ ሓለፈለይ ተደይኮነ ከኣ ገለ ኢሎም ኒሕ ስለ ዝሕዞም ስቅ እዮም ዝብሉ ከም በዓል ከማይ ካልኦት ከኣ ክዛረቡ ንዛረበሎም ንደሊ ማለት እዩ ሕጂ እቶም ሃገራውያን ኣብዚ ቲክቶክ ትነጥፉ ኣብዚ ማሕበራዊ መ ወላ ኣብ ፌስቡክ ደለኹም ወላ ከም በዓል ጀርጆ ድራር ኣብጽሕሉ ንጀርጆ ድራር ንጀርጆ ድራር ወላ ን ሶል ሜድያ ኣነ ተሌፎኖም ስኢነየ እንዴ ከምሳት ነገር ከጋጥም ከሎ ስፔሻሊ ናይ ተጋደልቲ ሓገዝ ተጋደልቲ ከምዚ ጋጢሙ ክበሃል ከሎ ሲ ብዛዕባ ተጋዳላይ ክትዛረብ ከለኻ ሓደ ታሪኹ ክትንየተሉ ከለኻ ኣብቲ ግዜ ጸገማቱ ኣብ ጎኑ ጠጠው ክትብል ክትክእል ኣለካ። ኣብ ኣብ ጎኑ ሲ ጠጠው ክትብል ክንክእል ኣለና ኩላትና ካብ ነብሰይ ጀሚርና ማለት እዩ። ኣነ ንሓደ ተጋዳላይ ጠቂዐዮም ኣለኹ ኣብቲ ግዜ ጸገሞም ከኣ ኣብ ጎኖም ክኸውን ክኽእል ኣለኒ። ሕጂ እቲ ምስልይነት ድበሃል ነገር ናትና ኣይኮነን ናይ ኤርትራዊ ኣይኮነን ከምዚ ዓይነት ምስልይነት ዶ ለመጭመጭ ዶ ናትና ኣይኮነን ባህልና ኣይኮነን ህዝቢ ኤርትራ ዘይናቱ ኣይደልን እዩ ናቱ ካዓ ኣይህብን እዩ ተሪር ህዝቢ እዩ ማለት እዩ ተሪርን ለዋህን ህዝቢ እዩ ስለዚ ደይናቱ ባህሪ ካዓ ኣይነምፅእ እንድሕር ብጀጋኑና ንሕበን ኮይና ኣብቲ ግዜ ፀገሞም ካዓ ጠጠው ክንብላ ኣለና ኣብ ማልያ ጥራይ ጠጠቂዕናዮ መሳዕስዒ ጥራይ ኣይንጠቀመሎም መሳዕስዒ ናይ ሓንቲ ላይክ መድለይ ወይ ስፖርት መግበሪ ፎሎው መስሓቢ ገለ ጥራሕ ኣይንጠቐመሎም ኣብቲ ግዜ ጸገሞም ከኣ ብርያሊቲ ብሂወቶም ክመጹና ከሎው ንሓግዞም ክንሕግዞም ኣለና በሃሊት እየ ኣነ ክንሕግዞም ኣለና ንምንታይ ኣብ ማልያ ጌርናዮም ጥራይ ንስዕስዕ ናይ ሓደ ተጋዳላይ ኣምጻእ ኣቢለ ካብቲ ዩቱብ ወይ ካብቲ ጉጉል ኣምጻእ ኣቢለ በቃ እዚ ተጋዳላይ ዋ እዚኣ ክጽቡቅ ቁምጣ ስረ ገይሩ ከሎ ገምባለ ገይሩ ኣሎ እዋ ጨጓር ዳንጋ በቃ ዕጥቁን ገለን ኬፍ ኣለዎ እዚኣ በቃ ስክሪንሻት ጌረ ንኹስቶ ኣብዚኣ ማልያ እዚኣ ስርሓለይ ክብሎ እየ ኢልና ነስርሖ ሽዑ ማልያ ጌርና ናይ ወዲ ትኹል ወሊዕና ኣብዚ ክንዘለሉ ንውዕል ኣብቲ ግዜ ጸገሙ ከኣ ሓገዝ ክሓትት ከሎ ክሓምም ከሎ ድዩ ገለ ነገር ከጋጥሞ ከሎ ከኣ ሓደ ተጋዳላይ ብጻይ ጸጊምዎ ስለ ዘሎ ሓገዝ ክበሃል ከሎ ከኣ ንድሕሪት ክንብል የብልናን ኣብቲ ሪያሊቲ ክንነብር ክንክእል ኣለና ኣብ ሓቂ ማለት እዩ ስለዚ ተግባራውያን ክንከውን እምበር ደይናትና ባህሪ ኣይነምጽእ ንሕና ህዝቢ ኤርትራ ኩቡር ባህሊ ኣለና ልዕሊ ኩሉ ካኣ ተሓጋገዝቲ ህዝቢ ኢና ብጣዕሚ ኢና ንተሓጋገዝ ተሓጋገዝቲ ህዝቢ ኢና ዋላ ጸሊእናዮ ዋላ ተባኢስናዮ ዝነበረ እንድሕር ኣብ ጸገሙ ኣሎ ኣብታ ጸገሙ ኢና ጠጠው ንብል ስለዚ እዚ ኩቡር ባህሊ ብእልፊ ለቋምጽ መጽዮም ኣብዚ ሞንጎና ፋሕፋሕ ደብልዎ ደለዉ ተጋደልቲ እንዳ ተጸረፈ ንተጋደልቲ ክጽረፉ ሞራል ዝህቡ ደለዉ ለቋምጽ ኣብ ሞንጎና ዘሎ ንዕኦም ኬን ንበሎም ንዕኦም ኬንኢልና ከምቲ ናይ ቀደምና ጉዕዞና ንቐጽል። እቲ ክብሪ ክቡር ዝኾነ ባህሊ ናይ ህዝቢ ኤርትራ ልዕሊ ኩሉ ኣብ ኣብ ሓገዝ ኣበዩ ዓዱ ኣበዩ ሩቡኡ እንታዩ ሃይማኖቱ ኣበዩ ዞብኡ እዚ ቶታል ተሓኺኹ ክጠፍእ ክኽእል ኣለዎ። እዚ ሕቶ እዚ ክተርፍ ኣለዎ። ሓደ ሰብ ሰብ ብምዃኑ ጥራይ ሓግዞ። ራዊ ኢሉ እንድሕሪ መጺኩም ሓግዝዎ ስቕ ኢልኩም። ኣበይ ዓድኻ ኣበይ ዓውድኻ ወዲ ከምዚ ዲኻ በቲኦም ዲኻ ካብቲኦም ናይ ከምዚ ዲኻ ካብቶም እዚ ኣቋርጽዎ ከምዚኦም ዝብሉ ሰባት ከኣኒ ገበነኛታት እዮም ፍለጥዎም ንዕኦም ኣይትስዓብዎም እንታይ ክገብረልኩም ንፋሕ ደብለኩም ንፋሕ ደብለኩም ስፖርት ትገብርዎ ህዝቢ ኤርትራ እንድሕር ብሓድነት ተጠሚሩ መጺኡሲ ንሓድነትካ ዝብትነልካ እንታይ ይገብረልካ ኣነ ጓል ከምዚ ዓዲ እየ በቃ ንከምዚኦም ሓግዝዎም እንድሕር ብለካ ኣለኩ ጸላኢት እኮ እየ ኣነ ጸላኢት እየ ጸላኢት ጸላኢት ርድኣካ ድዩ ጸላኢት እየ እንድሕር ኣነሲ ኣነ ጓል ከምዚ ዞባ እየ እሞ ንከምዚኦም ዞባ ጥራይ ሓግዙ እንድሕር ብለካ ኣለኹ ጸላኢት እየ ኣነ ጸላኢት ኮይነ እንዳተዛረብኩኻ ከለኹ ኣክንዲ ንዓይ ሓሳበይ ተምኩኖ ኪዲ ብያ ረሳሕ ኣክንዲ ትብለኒ ነቲ ናተይ ሓሳብ እንድሕር ትቕበሎ ኣለኻ እስኻ ከ ነቲ ጸላኢ ኣጀንዳ ተሳስዮ ኣለኻ ተሳስዮ ኣለኻ ማለት እዩ ስለዚ ነዚ ህዝቢ እንታይ ኮይኑ እንታይ ኮይኑ ተመቃቂሉ እዚ ህዝቢ ትሪእዎ ዶ ኣብቲ በይኖም እቲኦም ሓደ በቲ በይኖም እቶም ሓዘ በይኒ በቲ ካኣ በይኖም እቶም ሓደ ብጣዕሚ እየ ዝሕዝን ብጣዕሚ ካብ መጠን ንላዕሊ ደሕዝን ካብ መጠን ንላዕሊ ደሕዝን ህዝቢ ኤርትራሲ ኣብ ከምዚ ክርእዮ ኣነ ፍቃደኛ ኣይኮንኩን እቲ ጽቡቅ ነገሩ ግን እቲ ጽቡቅ ነገሩ ኣብዚ ሶሻል ሚድያን ኣብዚ ደገን ገለ ገለ ዘለኹም ኢኹም ሎቋምጽ ከምዚ ትኾኑ እምበር ኣብቲ ህዝቢ ኤርትራ ኣብ ውሽጢ ሃገር ዘሎ ኢድን ጓንትን ከምዚኣ ከምዚኣ ኢድን ጓንትን ሓንቲ ብሓንቲ ህርመት ልቢ እዮም ደተንፍሱ ብሓንቲ ኦግስጅን እቲ ትሽዓተ ሓደ እዩ ኩሉ ግዜ ዝነግረኩም እቲ ትሽዓተ ብሄራት ቁጽሪ ኮይኑ ነዊሕ ይረኣየኩም እምበር ሓደ እዮም ሓደ ህዝቢ ሓደ መትከል ሓንቲ ሃገር ብሓንቲ ኦግስጅን ደተንፍስ ህዝቢ እዩ ዘለና ስለዚ እዚኦም ኣነ ጓል ከምዚ እየ ጸላኢ እኮ እዩ ጸላእስ ክፈናጭለካ እንዳ መጸስ ትፋናጨጽ ኢልካ እዋ ነይብሎም ቲኦምሲ ኣይንሓጉዞም ካኦ ትብሉ ቲኦም ሓደ ካኒ ኖኖ እንታይ ገብረልካ እሞ ጽባሕጎ ሓውኻ ወዲ ሓትነኻ ወዲ ሓወቦኻ ወዲ ኣኮኻ ብዝምድና እንድሕር ትሓስቡ ኮንኩም ክትጽገም ከለኻሲ ንዑ ደቂ ከምዚ ጥራይ ሓጉዝኒ ኢልካዮም ድሕጉዙኻ መስለካ ኣይሕጉዙኻን እዮም ክሕግዙኻ እዮም ቁሩብ ግን ኣይክኣኽለልካን እዩ ብሓባር ግን ከም ኤርትራውያን ዞባታት ይኹን ዓሌት ዶ ሃይማኖት እሱ ገዲፍና እንድሕር ብሓባር ሰጉምና ከም ናይ ቀደምና ብዙሕ ዓወታት ክንገብር ንኽእል ኢና ሕጂ ተዛሪብኪ ጓል ሳሕል ብዙሕ ተዛሪብኪ ተዛሪብኪ ታይ ኣምጺኺ እንድዩ ኦኬ ኣነ ሓደ ብጻይ ኣሎ ዝሕገዝ እዚ ከኣ ተጋዳላይ እዩ ስንክልና ደለዎ ኣብ ብዙሕ ጸገማት ደሎ ክፍወስ ደለዎ ንብዙሕ ግዜ ሒዝዎ ጊን ክንዘረበሉ ስለ ዘለና ከኣ ንዘረብ ኣለና ኣነ ኣብዚ ሰዓት እዚ ሓደ ብጻይ ኣሎ ክትሕግዝዎ ኣለኩም ከምዚ ምልማን ከማን የብሉ ንምንታይ ክንልመን እስኻ ንህይወትካ ንክድሕን ስክልምነካ ኣለኒ በቃ ክንእቲና እሞ ሰብ ክንዛረብ ኢና ማዕፆ ክኸፍት እየ
ብጅግንነታ ማዕርነታ ዘረጋገፀት ስለዝኾነት እዛ መዓልቲ እዚኣ ከዓኒ ከም ኤርትራውያን ንዓና ንደቂ ኣንስትዮ ብፍላይ ንደቂ ኣንስትዮ ፍልይቲ መዓልቲ እያ ኖ ስለዚ ኩላትክን ዮሃና ክብል ፈቱ ፅቡቕ ኣብዒል ክደኣ ክትኮና ከዓ ተስፋ ገብር ኣብ ዘለኹንኦ ማለት እዩ ቴንኪዩ ደቂ ኤሪ ኣብዚኣ ዘለኹም ከዓ ታብታብ ኮፕሊንክ እንዳገበርኩም ተሓባበሩና ከምዚ ጓል ሳሕል ክትብሎ ፀንሐት ኣብቲ ክውንነት ረጊፅና እንተተዛረብና ይሓይሽ እቲ ክውንነት እንታይ እዩ እሳ ኩሉ ወዲኣቶ እንድያ ኣነ ክብሎ ዝኽእል ነገር እኳ እንተደይሃለወ ብዝያዳ ግን እቲ ክሕገዝ ንደልዮ ዘለና ሓውና ኣያና ኣቦና ነቶም ናኣሽቱ ዘለኹም ኣቦኹም ውን ክኾነኩም ይኽእል እዩ ብዝያዳ ክገልጽዎ ዝኽእሉ መቃልስቱ ካይሰንከለ ከሎ ድፈልጥዎ ኣለዉ ማለት እዩ ኣብ መንጎና ክመጽኦም ማለት እዩ ስለዚ ንሕና ኤርትራውያን መጽኡ ከማን ኣሎ ባዕሉ ዑቕባይ መጺ ኣሎ ኣብዚኣ ክትኣትዮኻ ዑቕባይ ማሩ ክተእተወካ እያ ብዝኾነ ኤርትራውያን ኩላህና ብምንታይ ኢና ንፍለጥ ናህና ኣይንህብን ዘይናህና ከዓ ኣይንደልን ኢና ስለዚ ነቲ ናህና ከዓኒ ወዲቑ ሱቕ ኢልና ኣይንገድፎን ኢና ከምቲ ዓንተወይ ክትገልጾ ዝፀንሐት ጓል ሳሕል ከዓኒ ንሕና ብምሕጋዝ ንፍለጥ ኢና ኣብዚ ዲያስፖራ ሲ ኣብ በዓል እዘን ዝሓለፋ ግዜስ ክንደይ ክንደይ ጀጋኑ ሓሚሞም ዝነበሩ ስንኩላት ድዮም ኣሕዊና ዝሰደድና ኢና። ኣነ ካብቶም ኣብቲ ጎስጓሳት ዝነበርኩ ኣብቲ ውሽጢ ሓይሊ ዕማም ኮይነ ዝሰርሕ ዝነበርኩ ሓንቲ ካብኦም እየ። ስለዚ ህዝቢ ኤርትራ ናይ ብሓቂ ተሓጋጋዛይ ለዋህ ህዝቢ እዩ። እዚ ለዋህ ህዝቢ እዚ ከዓ ኣይልወጥን እዩ፣ ኩሉ ግዜ እሱ እዩ። ንሕና ጥራሕ እቲ ርእስና ማለት እቲ ኣተሓሳስባና ደረጃ ንቕሓትና ንመን ንሕግዝ ንመን ጁባና ንኸፍት ክንፈልጥ ክንክእል ኣለና ኣብዚ እዋን እዚ ከምዚ ጓል ሳሕል ክትብሎ ዝጸንሐት ማለትሲ ከምዚ ናይ ወገንነት ገለ ገለ ጓል ሳሕል ሓፍተይ ሶሪ ስለዚ ደንገኽ እየ ኣትየ ሰላም ድብል ደለኹ ማዕጾ ጭራ ቢሎምለይ
ቴንክ ዩ ከምዚ ኢልኪ ገዛኺ ከፊትኪ መጀመርታ እንቋዕ ኣብዚ ብቅዓኪ ነዚ ክቡር ዕለት ናይ ብሓቂ ገፅኪ ኣብርሂኪ ልክዕታ መዓልትና ከምዚ ኣልኪ ድሚቕኪ ኣለኺ ናይ ብሓቂ ደስ ዝብል ዋዕሮ ኤርትራዊት ኣደ ደስ ክብል ድሕር ከዓ እቲ ገዛኺ ከዓ ናይ ብሓቂ ናይ ሕልና ናይ ትምህርቲ ገዛ ኩሉ ግዜ ከምኡ እየ ዝፈልጦ ስለዚ ኩላህና ኤርትራውያን ከምዚ ክትብሎ ዝጸንሐት ሓንቲ ኢና እቶም ትቻዓተ ብሄር ሓንቲ ኢና በቃ ብሓንቲ ትንፋስ ሓንቲ ዕላማ ሓንቲ መትከል ሓንቲ ህርመት እያ ዘላትና ስለዚ ነዚ ሒዝናዮ ዘለና ጸጋ ሕጂ እውን ክቕጽል እዩ ሕጂ እውን ክንቅጽል ኢና ንሕና ኤርትራውያን ኢና ኣብ ደገ ንኹን ኣብ ውሽጢ ንኹን ሓንቲ ኢና ንሕና እቲ እቲ ዘለና ባህሪ ኣይንቕይሮን ኢና ስለዚ ንወዲቑ ዘሎ ሓውና ከነተስእ ንደኺሙ ዘሎ ሓውና ከነበርትዕ ሕልናኡ ደኺሙ ደብል ሞራል እንዳሃብና ኢና ስደትና ከነብል ንኽእል ስለዚ ንሕና ተሰዲድና ይንነብር ኢና ኤርትራሲ ከምዚ ትርእይዋ ዘለኹም ሕጂ ክንኣትዋ ኢና እታ ዓድናስ ሕጂ ክንከይድ ኢና ማለት እየ ኣስራሕቲ ክንከውድ ኢና እዞም ሃገር ዘምፅኡ ስንኩላትና ሰማእታትና ንሕና ንሕና ክንብል ኤርትራዊት ክብል ዘብቅዑኒ ኣለዉኒ ኣነ ጀጋኑ ንዕኦም ሒዘ እየ ዝኮርዕ እዚኦም ከዓ ድኽም ተይሎም ሓገዝ ተደልዮም ኣነ እየ ኳ ክኣል እዮም እሶም ከማንሲ እቲ እድሪስ ንዓ ንዓ እቶ እድሪሳ ይርእየካ ኣለኹ ንዓ እቶ ስደድ ንዓ እድሪስ ሓወይ እቲ ናይ በቐዳማይ ዝበልኩኻ ፅንሒ ጓል መምህር ሓፍተይ ሶሪ እቲ ናይ በቐዳማይ ዝበልኩኻ ናይ እቲ ዑቕበት- ሓገዝ ናይቲ ኦ፣ ናይቲ ሓገዝ ዝበልኩኻ ብዛዕባኡ ንዛረብ ስለ ዘለና